ሰላም ሰላም ክቡራት ተኸታተልቲ ናይዛ ቻነል ኣብ ዘዘለኹሞ ሰላም ቅንዕ ክንከኑ ተስፋ ገብር እምበርከይ ሎማዓንቲ ድማ ብኻልእ ቪድዮ ተመሊሰኩም ኣለኹ ናይ ሎማዓንቲ ቪድዮ ብርክታት ናይ ካምፓኒታት ናይ ቴስላ ኣማዞን ፌስቡክ ጉግል ኮታ ናይ ኩሎም ዓይነት ብርክታት ክትገዝእ ደሊኻ ግን ብኸመይ ከም ትገዝእ ኣበይ ከም ትገዝእ ትሕብርያ ማለት እዩ ንሱ ድማ ብዛዕባ ኦንላይን ብሮከርና ክንርኢ ማለት እዩ እንታይ ኦንላይን ብሮከር ኩልና ከ ከድልየና ድዩ ግድነት ዘድልየና ዊን ብዘይ ኦንላይን ብሮከር ከ ኢንቨስት ክንገብር ንኽእል ዲና ዝብል ኩሉ ኣብዚኣ ቪድዮ ክምልሶ ክፍትን እየ ማለት እዩ ቅድሚ ናብዚኣ ናይ ቪድዮ ናይ ሎማዓንቲ ምእታወይ ፕሊስ ነዚኣ ቪድዮ ተፈቲኹማ ላይክ በልዋ ናብ ካልኦት ሰባት ክትበፅሕ ድማ ሸር ግበርሎም ከም ኩሉ ግዜ ስለቲ ኩሉ ትህቡኒ ምትብባዕኹም ከዓ የቐንየለይ ማለት እዩ ኦኬ ገንዘብ ኣለካ ኢንቨስት ክትገብር ደሊኻ ነበል ንኣብነት ናይ ቴስላ ብር ክትገዝ ደሊኻ ኣብ ቴስላ ከተዋፍር ደሊኻ እንታይ ትገብር ንኢሎን ማስክ ደው ኢልካ ደኻ ሄይ ኢሎን ኢሎን ማስክ ናይ ቴስላ ከዋፍር ደልየ ኣበይ ኣበይ ክገዝእ ዲኻ ትብሎ ወይን ድማ ኣብቲ ዲለርሽፕ ናይ ቴስላ ከይካ ዲኻ ብርክታት ትገዝእ ኣበይኻ ትገዝእ ንዝብል ቀዳማይ ቀዳማይ ክምለስ ዘለዎ ሕቶ ማለት እዩ ኣብ ኦንላይን ብሮከር ማለት እዩ ኦንላይን ብሮከር ከዓ ነዚ ትሰርሕ ማለት እዩ ንስኻ ገንዘብ ኣለካ ገንዘብ ስለ ዘለካ ናብ ኦንላይን ብሮከር ኦንላይን ብሮከር ኣካውንት ትኸፍት ምስኦም ማለት እዚኦም እንታይ እዮም ፕላትፎርም ማለት እዩ ንኣብነት ንዓይ ሕጂ ኣብ ምንታይ ትርእዩ ኣለኹም ኣብ ዩቱብ ወይ ድማ ኣብ ፌስቡክ ትርእዩ ኣለኹም ማለት እዩ እዚ እንታይ ሓደ ፕላትፎርም ማለት እዩ ፕላትፎርም ናይ ምንታይ ናይ ሶሻል ሚድያ ናይ መራኸቢ ናይ ሰባት ሶሻል ሚድያ ፕላትፎርማት እዩ ልክዕ ቲኦም ኦንላይን ብሮከር ድማ ፕላትፎርም ኣለዎም ኮይኖም ግን ናይ ፋይናንስ ጥራይ ማለት እዩ ናይ ገንዘብካ ኢንቨስት ትገብርሎም ስቶክ ቦንድ ኢቲኤፍ ኢንደክስ ፋን ኦፕሽን ገለ ብሮከር እውን ኣለዉ ክሳብ ቢትኮይን ካልእን ካልእን ዘግዝኡኻ ማለት እዩ ስለዚ ፕላትፎርም ኮይኖም ብኦኦም ትገዝእን ትሸይጥን ማለት እዩ ኣክንዲ ንኢሎን ማስክ ከድካ ናይ ቴስላ ትገዝእ እንታይ- ንቴስላ እ፣ ክንደይ ብርኪ ከመይ ድሓ- ኣበይ ክገዝእ ኢልካ ትሓቶ እንታይ ትገብር ልክዕ ከምቲ ፌስቡክ ንከፍት ከለና ኣካውንት ኩሉ ነገር ዝሓቱና ሽምና ኢሜይልና ገለ እዚ ከዓ ልክዕ ሕጋውነት ዘለዎ ኮይኑ ኩሉ ብሮከር ኣካውንት ንከፍት ምስኦም ማለት እዩ እዚ ሽዑ እቲ ፕላትፎርም ናቶም ንክንጥቀመሉ የፍቅዱልና ማለት እዩ ገንዘብ ፋንድ ንገብር ኣብቲ ፕላትፎርም ናቶም ማለት እዩ ገንዘብ ምስ ኣበልና ድሕሪኡ ናይ ኩሎም ካምፓኒታት ናይ ኩሎም ብርክታት ሸር ማለት እዩ ናይዞም ኩሎም ኣብ ዓለም ኣለዉ ንፈልጦም ናይ ዝበዝሑ ማለት እዩ የዳልውልና ብኡ ማለት እዩ ኣክንዲ ንሕና ናብ ዲለርሽፕ ወይ ናብ ቴሌፎን ናብ ሄድ ኦፊስ ደዊልና ብርክታት ንገዝእ እንታይ ንገብር ኣብቲ ፕላትፎርም ዝኸፈትናዮ ኣብኡ ኣብ ቴሌፎን ሕር ኮይኑ ኣብ ኣፕሊከሽን ናቶም ነውርድ ማለት እዩ ኣብ ቴሌፎንና ኣብ ቴሌፎን ኣውሪድና ቀጥታ ኦንላይን ፕላትፎርም ምስ ከፈትናዮ እቲ ኦንላይን ብሮከር ኣካውንት ኩሉ ምስኦም ምስ ከፈትና እንታይ ንገብር ገንዘብና ንስዶ ናብኡ ማለት እዩ ናብኡ ትራንስፈር ምስ ገበርናዮ ብኡ ገርና ዝደለናያ ካምፓኒ ዝደለናያ ብርኪ ናቶም ኣብነት ናይ ፌስቡክ ንሕር 100 ዶላር ኣላ ኸይና 10 ዶላር ንሕር ኣለና ንሕር ኩለን ክነዋፍር እንደልና ኣብ ፌስቡክ ዓሰርተ ብርኪ ናይ ፌስቡክ ኢና ንገዝእ ማለት እዩ ክንሸይጥ ከለኻ ልክዕ the same ማለት እዩ ሕጂ ንኣብነት ኣነ ኣብዚ ካናዳ እ፣ እቲ ና- ዝጥቀመሉ ኮስት ሬት ይበሃል ማለት እዩ እዚ ኮስት ሬት ከባቢ 25 ቢልዮን ዶላር ኣብ ትሕቲ ናቱ ማናጅመንት ኣለዎ ማለት እዩ ኣብ ኮስት ሬት መዝናተይ ገንዘብ ከባቢ 25 ቢልዮን ዶላር ተቐሚጡ ኣሎ ሕጂ ሓንቲ ሽሕ ዶላር ድሕር ናብ ኮስት ሬት ናብ ዝናተይ ኣካውንት ፕላትፎርም ድሕር ሰንድ ገረ መዚ 25 ቢልዮን ትድመር ማለት እዩ እዚ 25 ሕጂ ንሶም እዚኦም ፕላትፎርም ዝኾነ ነገር ዝገብርዎ ነገር የብሎምን ዝኾነ ነገር ኣይኮኑን ዝሸጡልካ እንታይ ደኣ ንሶም መተሓላለፍ እዮም ኣከፋፈልቲ እዮም ማለት እዩ ንሶም ናቶም ኣኻንካን ኢንቨስት ትገብር ዘለካ እንታይ ንሶም ኩሉ እቲ ናይ ብርክታት የዳልውልካ ንዓኻ ከዓ ኣክሰስ ይቡኻ ማለት እዩ ክትገብገዝ ማለት እዩ ስለዚ እቲ ብርክታት ኣብ ዝሎ ንስኻ ከዓ ኣካውንት ከፊትካ መፂኻ ኣለኻ ሽዑ ብዙሓት ሰባት ኣለዉ ኣነ ጥራይ ወይ ንስኻ ጥራይ ኣኻንካን ማለት እዩ ሚሊዮናት ሰባት ከምዚ እዚ 25 ቢልዮን ዝበልኩኹም ኣብ ኮስትረይድ ናይ ሓደ ሰብ ወይ ናይ ክልተ ሰብ ኣይከንን ማለት እዩ ናይ ብዙሓት ሰባት ኢዩ ናይ ሰላሳ ኣርባዓ ሽሕ ሰባት ልዕሊኡን ከባቢኡን ማለት እዩ ስለዚ ናይ ክልቴኻ የራኽቡኻ ኣሎ ማለት እዩ ነቲ ኣውፋሪ ገንዘብን ነቲ በዓል ብርክን ገዚኦም የራኽቡኻ መራኸብ እዮም ማለት እዩ ሕጂ ናይቲ ዘራኽቡኻ ናይቲ ኩሉ ኣክሰስ ዝቡኻ ደለውን ከዓ ፍረ ፃዕሮም ትኸፍሎም ማለት እዩ ንኣብነት ኣብ ፌስቡክ ምጥቃምካ ብናፃ ትጥቀም ብናፃ ትጥቀም ኣለኻ ከይኑ ይስምዓካ ንሕር ኣሎ ናይ ብሓቂ ተጋጊኻ ኣለኻ ፌስቡክ ብናፃ ዝበሃል ነገር የለን ኣብዚ ዓለም ፍሪ ላንች ዝበሃል ነገር የለን ኣብ ፌስቡክ ብኣንፃሩ ከማን ዝበዝሐ ገንዘብ ኢኻ ትኸፍል ኣብ ፌስቡክ ምጥቃምካ ማለት እዩ ከመይ ኣነ ዳ መዓዝ ካብ ባንከይ ሰዲደ ክትብል ትኽእል ኢኻ እቲ ዝዓበየ ግዜኻ ትኸፍለሉ ኣለኻ ማለት እዩ እዚ ኩሉ ሙሉ መዓልቲ ኣድቨርታይዝ ክትሪኦ ትውዕል ካብ ቪድዮታት እዚ ኩሉ ሙሉ መዓልቲ ኣካውንት ብምኽፋትካ ምስኦም ጥራይ ፌስቡክ ብኣድቨርታይዝ ገሮም ብዙሕ ገንዘብ ካባኻ ደይኮኑ ኢንዳይሬክትሊ ካብቲኦም ካምፓኒታት ዓበይቲ ካምፓኒታት ኣድቨርታይዝ ዝገብሩ ኣብ ፌስቡክ ካብኦም ይረብሑ ማለት እዩ ስለዚ ምናልባት ኣነ ፌስቡክ ን መዓልቲ ውዒለ ኣይከፍልን ገንዘብ ትብል ንሕር ኣለኻ ተጋጊኻ ኣለኻ በቲ ክትመልሶ ዘይትኽእል ዋጋ በቲ ክትመልሶ ዘይትኽእል ገንዘብ ከፊልካ ክትመልሶ ዘይትኽእል ግዜኻ ብኡ ገርካ ትኸፍሎም ኣለኻ ንፌስቡክ ማለት ፌስቡክ ድማ ተረባሕቲ ማለት ስለዚ ብናፃ ኣይኮኑን እቲ ፕላትፎርም ናቶም ዝህቡኻ ደሉ ወይ ናታ ኤፍ ትብል ኣፕሊኬሽን ትጥቀመላ ምሉ መዓልቲ ብናፃ ኣይከነት ማለት እዩ ልክዕ እቲ ፕላትፎርም ናይ ኦንላይን ብሮከር ድማ ልክዕ ደሰም ከምኡ ማለት እዩ መብዛሕትኡ ይፈላለዩ ገሊኡ ውሑድ ደኽፍሉ ኣለዎም ገሊኦም ብዙሕ ደኽፍሉ ኣለዎም ማለት እዩ ገለ ገለ እውን ኣለዉ ፍሪ ማለት እዩ ዝኾነ ኮሚሽን ዘይብሉ ካብቶም ዓበይቲ ካምፓኒታት ጥራይ ዝወስዱ ኣለዉ ማለት እዩ ስለዚ ኣብቲ ናይ ኦንላይን ብሮከር ኣየናይ ሓይሽ ከመይ ሓይሽ እንታይ የድልየና ዝብል ቅድሚ ሕጂ ቪድዮ ሰሪሕ ነይረ ኣብ ላዕሊ ክሊክ ገርኩም ክትሪዋ ትኽእሉ ወይ ድማ ሊንክ ኣብ ዲስክሪፕሽን ክገርፈልኩም እየ ተመሊስኩም ክትሪዋ እንድሕር ክኢልኩም ናይ ብሓቂ ፅቡቕ ነይሩ ብዙሕ ክትርእዩ ትኽእሉ ኢኹም ማለት እዩ ኦንላይን ብሮከር ብሕፅር ዝበለ ብዘይ ኦንላይን ብሮከር ብሕፅር ዝበለ ዝኾነ ኢንቨስት ክንገብር ኣይንኽእልን ኣብ ስቶክ ማርኬት ማለት እዩ ገለገለ እዚን ትራዲሽናል ባንክታት ማለት እዩ ንኣብነት ኣብ ካናዳ ቲዲ ኣርቢሲ ሮያል ባንክ ኦፍ ካናዳ ቲዲ ባንክ ሲኣይቢሲ ዝበሃሉ ባንክታት ኣለዉ እዚኦም ኩሎም ነናቶም ኢንቨስትመንት ፕላትፎርም ይውሃዮም ንኣብነት ናይ ቲዲ ንሕርኢና ቲዲ ዳይሬክት ኢንቨስት ድብል ኣሎ ኣርቢሲ ንሕርኢና ኣርቢሲ ዳይሬክት ኢንቨስት ድብል ኣሎ ማለት ሕጂ ኣብኡ ዝኾነ ነገር ኣይሕግዙኻን እዮም ባዕልኻ ካ ኩሉ ነገር ትገብር ማለት እዩ ምክንያቱ እቲ ፕላትፎርም ጥራይ ድቡኻ ማለት እዩ ባንክታት ግን ኩሉ ግዜ ብራንች ስለ ዘለወን ሃይ ቻርጀን ዝገብራኻ ማለት ክትጥቀመሉ ከለኻ ንኣብነት ኣነ ኮስትረይድ ክጥቀም ከለኹ ንሓንቲ ብርኪ ወይ ንዓሰርተ ብርኪ ወይ ንሚእቲ ብርኪ ክገዝእን ክሸይጥን ከለኹ ሓሙሽተ ዶላር ኣርባዕተ ነጥቢ ትስዓን ሓሙሽተን ዶላር እየ ዝኸፍል ማለት እዩ ኢቲኤፍ ወይ ኢንደክስ ክገዝእ ከለኹ ግን ፍሪ ኮሚሽን እዩ ዝኾነ ነገር ኣይከፍልኒ ኣብ ባንክታት ግን መብዛሕትኡ ግዜ ከባቢ 10 ዶላር ዕፅፊ ናይቲ ኦንላይን ብሮከር እዮም ቻርጅ ዝገብሩ ኩሉ ግዜ ባንክታት ናይ ብሓቂ ሃይፍ እዩ ዘለዎ ማለት እዩ ስለዚ ኩሉ ግዜ ብዘይ ኦንላይን ብሮከር ኣብ ዝኾነ ኢንቨስትመንት ናይ ስቶክ ማርኬት ኢንቨስት ክንገብር ኣይንኽእል ኢና ጥራይ ሕጋውነቶም ርኢና ኣየናይ ዝሰማማዕ ምሳና ርኢና ጥራይ ከነብል ኣለና ክንመርፅ ኣለና እምበር ኦንላይን ብሮከር ካይመረፅካ ዝኾነ ነገር ትገዝኦ የለን ማለት እዩ ኦንላይን ብሮከር ምስ መረፅካ ገንዘብ ፋንድ ምስ ገበርካ ኣካውንት ምስኦም ክሬት ምስ ገበርካ ኩሉ እቲ ዘድሊ ቃጥዕታት እቲ ኣፕሊኬሽናት ምስ መላእኻ እቲ ናቶም ፕላትፎርም ንክትጥቀመሉ ይህቡኻ ብኡ ገርካ ድማ ብርክታት ስቶክ ቦንድ ኢቲኤፍ ኢንደክስ ፋን ክሪፕቶ ካረንሲ ዋላ በዓል ቢትኮይን እውን ገለገለ ፕላትፎርም እውን ክሳብ በዓል ቢትኮይን ክትገዝእ እውን የፍቅዱልካ እዮም ብኡ ገርካ ማለት እዩ ስለዚ ብዘይብኦም ዝኾነ ነገር ግዛእ የለን ከምዚኣ ንዓይ ብዘይ ዩቱብ ብዘይ ፌስቡክ ክትርእዩኒ ትኽእሉ ኢኹም ኣብ ቪድዮ ማለት እዩ ኣንለስ ንሕር ባዕለይ መፅኤ ዘይረኪበኩም ማለት እዩ ንስኻ ልክዕ ብርክታት ናይ ዝደለናዮ ካምፓኒ ክንገዝእ ምስ ንደሊ ብዘይ ኦንላይን ብሮከር ክንገዛእ ኣይንኽእል ኢና ማለት እዩ ኩሉ ግዘ ጥራይ ኣብቲ ከም ዝበልኩ ኣቐዲመ ኣየናይ ንዓና ዘዋፃና ርኢና ኣብቲ ፊ ናቱ ፊ ማለት እቲ ክንገዝን ክሸጥ ከለና ቻርጅ ዝገብሩና ረም ግዘ እንታይ ነይሩ ቅድሚ ነዊሕ ግዘ ቅድሚ እዚ ሕጂ ከምዚ ሬቮሉሽን ናይ ቴክኖሎጂ ወይ እዚ ዲጂታል ዓለም በፅሕና ኣለና ቅድሚ እዚ ሕጂ ዝነበረ ዓመት ዓለም ቅድሚ ሕጂ ማለት እዩ ኬድካ ኣብ ባንኪ ትፋረርም ንኣብነት ናይ ኣፕል ብርክታት ክትገዝእ እንድሕር ደሊኻ ኬድካ ናይ ኣፕል ብርክታት ኣብ ባንኪ ትፋረርም ወረቐት ትመልእ ኣፕሊኬሽናት ብዙሕ ነገራት ሒዝካ ሰርቲፊኬት ኣብ ወረቐት ኣቢልካ ከትወሃብ ነርካ ማለት እዩ ኤሌክትሮኒክ ትበሃል ኣይነበረን ማለት እዩ ሕጂ ግን ኩሉ ምስ ምዕባለ ኩሉ ነገር ገንዘብካ ዝደለኻዮ ንኣብነት ናይ ፌስቡክ ንድሕር ኣብ ፌስቡክ ንድሕር ሽሕ ዶላር ከተዋፍር ደሊኻ እንታይ ትገብር ኢዝሊ እቲ ብሮከር ምስ ከፈትካ ኣካውንት ምስ ከፈትካ መስትዮም ብሮከር ኣብቲያ ሚእቲ ዶላር ንሕራላ ንሓንቲ ብርኪ ናይ ፌስቡክ ኣብቲያ ኦንላይን ብሮከር ኡቱ ኢልካ ዓሰርተ ብርኪ ናይ ፌስቡክ ትገዝእ ማለት ሽሕ ዶላር ማለት እዩ ስለዚ ኢዝሊ ኣብ ቴሌፎንካ ኣብ ገዛኻ ከንካ ኤሌክትሮኒክ ኩሉ ብቐሊል መገዲ ኢንቨስት ክትገብር ትኽእል ኢኻ ማለት እዩ ኦንላይን ብሮከር ብሕፅር ዝበለ ኢንቨስት ክንገብረሉ ንኽእል ዊን ኣካውንት ክንከፍቶ ኣካውንት ከፊትና ምስኦም ብርክታት ዊን ሸራት ዊን ስቶክ ክንገዝኣሉን ክንሸጠሉን ንኽእል እዩ ማለት እዩ ልካ ከምዚ ፌስቡክ ኣቲና ፌስቡክ ድላይና ንዝደለናያ ሰብ ንፅሕፈሉ ንዝደለናያ ሰብ ንድውለሉ ንዝደለናያ ስእሊ ላይክ ንብሎ ልክዕ ኣብኡ ድማ ኣብቲ ኦንላይን ፕላትፎርም ምስ ከፈትና ኣካውንት ናይ ዘደለናያ ብርኪ ንገዝእ ናይ ዝደለናያ ብርኪ ካምፓኒ ንሸይጥ ንልውእ ንሸይጥ ንገዝእ ንሸይጥ ኤኒታይም ማለት እዩ ገንዘብ ዝደለናያ ነዋፍር ዝደለናያ ገንዘብ ኤኒታይም ኣውፂና ናብ ባንክና ንመልሶ ማለት እዩ ስለዚ ቀሊል እዩ ናይ ብሓቂ ጥራይ ምስትውዓል እዩ ዘድሊ ማለት እዩ ማርኪ ብሕጽር ዝበለት ነዚ ትመስል ማለት እዩ ስቶክ እንታይ እዩ ቦንድ እንታይ እዩ ዘይትፈልጡ ሰባት ድማ ቪድዮ ሰሪሐ ኣለኹ ቅድሚ ሕጂ ኣብ ተመሊስኩም ክትሪዋ ወይ ናብ ዝያዳ ዓልላ ተመሊስኩም ክትሪዋ ከዓ ይላበወኩም ማለት እዩ ማርከይ ናይ ሎማዓንቲ ቪድዮ ነዚኣ ትመስል ነይራ ዝኾነ ቫሊ ተረኺብኩምላ እንተፈቲኹማ ፕሊስ ላይክ ኣይገበርኩም ኣይትሕለፉ ንዓይ ዓበ ሓገዝ እዩ ስለቲ ኩሉ ትህቡኒ ምትብባዕ እናመስገንኩ ዝኾነ ሕቶ ወይ ዝኾነ ርእቶ ወይ ዝኾነ ካልእ ክትፈልጥዎ ትደልዩ ነገር እንድሕር ኣሎ ኣብ ታሕቲ ኮመንት ጸሓፉለይ ኩሉ ብዓቕመይ ክምልሰኩም ክፍትን እየ ኣብ ካልእ መዓልቲ ብካልእ ቪድዮ ክሳብ ንራኸብ ድማ ኣብ ዘዘለኹሞ ሰላም ቅነ ሰላም